ኣብ ቕድሚና ሓድሽ ዓመት እናመጸ ምስቲ ምዃኑ ገዛኹም እውን ብሓደሽቲ ኣቕሑ ምምላእ እንተደሊኹም ናይ ሎማዓንቲ ቪድዮ ግድን ከምልጠኩም የብሉን። ስለዚ ሶፋ፣ ዓራት፣ ቁምሳጥን፣ ናይ ኣንጎሎ ዝተፈላለዩ ንብረታት ሎማዓንቲ ካብ ልነኣሰ ዋጋ ክሳብ ልዓበይ ለሎ ዕዳጋ ኹሉ ንሪኢና ማለት እዩ እስካዕ መወዳእታ ተኸታተሉ። ስለዚ እውን ላይክና ሓደ ሽሕ ሰብስክራይብና እውን ናብ ዓሰርተ ክልተ ሽሕ ልግበር ጉዕዞና ነፋጥን ማለት እዩ። ቀጥታ ናብ ፕሮግራመይ ክሓልፍ እየ ኸዚ ንቐጽል። ብቕድሚያ እውን እንሪኦ ብናይ ሶፋ ዋጋ ኢና ንጅምር ማለት እዩ። ሶፋ ኣብዚ ኸዚ ሰዓት ህስካብ ክንደይ ዋጋ እናተሸጠ ይርከብ ልብል ንርኣ ስለዚ እዚ ትሪእዎ ዘለኹም ሶፋ እዚ ንሸሞንተ ሰብ ብደንቢ ገይሩ ከፍ ከብል ልኽእል ብተወሳኺ ድማ ክልተ ናይ ኪንግ መቐመጢ ለለዎ ማለት እዩ ንተፈላለዩ ጉዳያት ክልየኩም ተሎ እዘን ክልተ እዚን ተጠቂምኹም ምሕላፍ ትኽእሉ ኢኹም ማለት እዩ ስለዚ ሶፋ እዚ ኣብዚ ኸዚ ሰዓት ብደንቢ ብሰባት ናቲ ሆቴል ርከብ ሶፋ እዩ ብጣዕሚ እውን ቆንጆ ዝኾነ ዲዛይን እዩ ማለት እዩ ስለዚ ካብዞም ሎማዓንቲ ንሪኦም ከለር መማረፂ ድማ ብሮዝ ከለርን ብቡኒ ዓይነት ከለር ድማ ኢና ንርኢ ማለት እዩ ስለዚ እዞም ሶፋታት እዚኦም ከም ሎልክኹም ብጣዕሚ ብሰብ ናተመረፁ ብደንቢ ናተሰርሑ ዝርከቡ ሶፋታት እዮም ናይ ሸሞንተ ሰብ ድማ ከፍ መበሊ ለለዎም እዮም ማለት እዩ ስለዚ እዚኦም ክንደይ ይሽወጡ ኣለዉ ኣብ ከተማ መቐለ ወይ ድማ ህንደይ ተሰሪሑ እዚ ተዳልዩ ኒኦ ተልኹምኒ ዋግኡ ከባቢ ሰብዓ ሽሕ እዩ ወዲኡ ግና እስኹም ብተፈላለዩ መማረፂ ተስርሑ ትኽእሉ ኢኹም። ዲዛይን ክፍለ ይኽእል እዩ። ምስ ዓራት፣ ቁምሳጥን፣ ሶፋ ኣቢልኹም ትእዝዙ ትኽእሉ ኢኹም። ግን ኣብዚ ዋጋ ዓብይ ዝኾነ ፈላላይ ክፈጥር ይኽእል እዩ። ብበዝሒ ትእዝዙ ተለኹም ንኣብነት እዚ ቁምሳጥን፣ ዓራት፣ ሶፋ ኣቢልኹም ኣደራጅኹም ትእዝዙ ተለኹም ብጣዕሚ ዓብይ ዝኾነ ቅናሽ ትረኽቡ ትኽእሉ ኢኹም። ብተወሳኺ ድማ ከከም ዲዛይኑ ድማ ንባዕሉ ልኾነ ዋጋ ኣፈላላይ ስለልልዎ ዓብይ ልኾነ ዋጋ ኣፈላላይ ክፍጠር ይኽእል እዩ ግን ንዛ ሶፋ እዚኣ ግን ሙሉእ ሰሪሕኻ ንምውዳእ እስካብ ሰብዓ ሽሕ ከባቢ እዩ ወዲኡ ማለት እዩ ካሊእ ድማ እዛ ትሪእዋ ዘለኹም እዛ ቡኒ ሶፋ ድማ እዚኣ ትሪእዋ ዘለኹም ናይ ሸሞንተ ሰብ እያ ብተመሳሳሊ እዚኣ ልከፍ ክተብል ትኽእል ስለዚ ዋጋ እዚኣ እውን ብተመሳሳሊ ከባቢ ሰብዓ ሽሕ እያ ወዲኣ ማለት እዩ ክልቲኦም ተመሳሳሊ እዘን ሶፋ እዚእን ክልቲኤን ዓይነት ዲዛይን ትፈላለዩ ከለር ዘለወን ሰብዓ ሽሕ ኮምፕሊት ሰሪሕካ ንምውዳእ ወዲእን ማለት እዩ ስለዚ እስኹም ትመርፅዎን ናይ ከፍ መበሊ እዩ ክትቀኒስኹም ክተስርሑ ትኽእሉ ኢኹም ናይ ሽዱሽተ ሰብ ከፍ መበሊ ዘለዎ ክተስርሑ ትኽእሉ ኢኹም ካልእ ካልእ ዓይነት ዲዛይን መሪፅኹም እውን ክተስርሑ ትኽእሉ ኢኹም ስለዚ ከከም ዲዛይኑ ንዓሉ ኾነ ዋጋ ኣፈላላይ ስለለልዎ ስልኩ ኣብ ኮሜንት ከቕምጠልኹም እዮ ብውሽጢ መስመር ረኺብኩም ቆንጆ ዝኾነ ስራሕ ንምስራሕ ተደሊኹም ኣነጋግርዎ ማለት እዩ ከዚ ቀፂለ ልሕልፈኩም ናብ ናይ ቁምሳጥን ዋጋ ንሕለፍ ማለት እዩ። ስለዚ ቁምሳጥን ኣብ ዝኸ ሰዓት ኽንደይ እናተሰረሐ ይርከብ? ኣብ ዝኸ ሰዓት ቁምሳጥን እዚ ትሪእዎ ለለኹም ንኣብነት እዚ ኽልተ ሜትሮይ ኣርብዓ እዩ ቑመቱይ ጎኑይ ኽልተ ሜትሮይ ኣርብዓ እዩ ናይ ጫማ መቕመጢ ለለዎ ብትመሳሳሊ ድማ ናይ ኮቦርታ ኣንሶላ ካልኦት ካልኦት ተሙጥሉ ትኽእሉ ንዓል ዝኾነ ስቶር መቕመጢ ለለዎ እዩ ማለት እዩ። ስለዚ እዚ ቁምሳጥን እዚ ኣብ ዝኸ ሰዓት ኽንደይ እናተሰረሐ ይርከብ ልብል ድማ ንርኢ ተለና ዋግኡ ስሳ ሓሙሽተ ሽሕ እዩ እናተሰርሐ ዝርከብ እዚ ናብ ቁም ሳጥን እዚ ክዳውንቲ መቕመጢ ናይ ጫማ መቕመጢ ዘለዎ ናይ ኮቦርታን ኣንሶላን መቕመጢ ድማ ንባዕሉ መትሓዚ ዘለዎ ክልተ ሜትሮ ይርባዓ ዝኾነ ዘዝንዮ ቁም ሳጥን እዚ ብስሳ ሓሙሽተ ሽሕ እዩ እናተሰርሐ ዝርከብ ማለት እዩ ግን ናይ ጫማ ኣየድልየኒ ወይ እኔኒ እዩ ትብል ሰባት ሃለኹም ድማ ሓሙሽተ ሽሕ ቅንስ ኣቢሉ ናብ ከባቢ ስሳ ሽሕ ይስርሐልኹም ማለት እዩ ክልተ ሜትሮ ይርባዓ ኮይኑ ናይ ጫማ ለይብሉ ተኾይኑ ስካብ ሱሳ ሽሕ እናተሰርሐ ይርከብ ምስ ናይ ጫማ መቕመጢ ለለዎ ተኾይኑ ድማ ስካብ ሱሳይ ሓሙሽተ ሽሕ እናተሰርሐ ይርከብ ማለት እዩ ስለዚ እዚ ንመስል ቁምሳጥን እዚ ቆንጆ ዝኾነ ስራሕ ተደሊኹም ከዝለለ ኮሜንት ኣብ ኮሜንት መጀመርያ ስልኪ ቀምጠልኹም እያ ብኣ መሰረት ደዊልኹም ርኸብዎ ሓሪፍ ዝኾነ ስራሕ ትረኽቡ ትኽእሉ ኢኹም ማለት እዩ ካሊእ ድማ እንሪኦ ዓራት ኢና ንርኢ ዓራት ብዙ ሰዓት ኽንደይ እናተሰርሐ ይርከብ ልብል ንርኣ ስለዚ ብላምኔት ልተሰርሐ ኣብ ዝኾ ሰዓት ቆንጆ ሜትሮ ሓምሳይ ዓራት ኽንደይ ይስራሕ ኣሎ ልብል ደማ ዋጋ ንርእ ተለና ዋጉ እስካብ ሰላሳ ሽሕ እናተሰርሐ ይርከብ እዚ ትሪእዎ ኣለኹም ቆንጆ ዝኾነ ዓራት እዚ ብላምኔት ተገይሩ ልተሰርሐ ዓራት እዩ ዋጉ ድማ ብ ሰላሳ ሽሕ እናተሰርሐ ይርከብ ማለት እዩ ዓቐን ተደሊኹም እስካ ሜትሮ ሰማናይ ሜትሮ ዕስራይ ከከም ትደልይዎ ዓቐን ክስራሕልኹም ይኽእል እዩ ግን እዚኣ ከም መርኣይ ገይረ ለምፃኹዋ እያ ሜትሮ ሓምሳ ኮይና ብላምኒት ገይራ ትሰርሐት እያ ዋጋኣ ድማ 30 ሽሕ እናተሰርሐት ትርከብ ማለት እዩ ስለዚ እዚ ዝኾነ ቆንጆ ዝኾነ ዓራትሲ ንምስራሕ ተደሊኹም እውን ብኮሜንት ስልኪ ኣቕምጥልኩም እየ ብኣ መሰረት ደዊልኩም ርኸብዎ ሓሪፍ ዝኾነ ስራሕ ክስራሕልኩም ይኽእል እዩ ከዚ ቀፂለ ልሕልፈኩም ናብ ናይ ኣንጎሎ ኢና ንሓልፍ ናይ ኣንጎሎ ዳቁሑ መቕመጢ እዮም ሶስት ሰዓት ብዙሓት ተጓራት ደልዩ ይኽን እዘዝንዮ ብውሽጢ መስመር ትጥየቃን ይኽን ስለዚ ህንዲ ይስራሕሉ ዋግኡ ህንዲ ንኡሉል ድማ ብዙሓት ሰባት ጠየቕቲ ስለ ዝበዝሐ ህንዲ ከም ዝኾነ ንርአ ማለት እዩ ስለዚ ዋግኡ ተማጣጣኒ ልበሃል ዋጋ እዩ ኒኡዎ ስለዚ ዝናው ኣንጎሎ ዘዝኒዮ ኣብዚ ሰዓት ክንዲ እናተሰርሐ ይርከብ ትልኹምኒ ብ25 ሽሕ እዩ እናተሰርሐ ዝርከብ እዚ ናይ ኣንጎሎ ንገዛኹም ፍሉይ ዝኾነ መልክዕ ክህብ ዝኽእል ምስ ናይ ሶፋ ገይርኹም ናይ ኣንጎሎ ትጥቀሙ ተለኹም ንገዛኹም ንመልክዕ ሓሪፍ ዝኾነ ድባብ ክህቦ ይኽእል እዩ ንገዛኹም ሳሎንኹም ማለት እዩ ስለዚ ብ25 ሽሕ ኣብ ዝኾነ ሰዓት ኣብ ከተማ መቐለ እናተሰርሐ ይርከብ ብተመሳሳሊ ድማ ምስ ናይ ሶፋ ኣንጎሎ ገይርኹም ሓዊስኹም ንትእዝዙ ሰባት ድማ ዓብዪ ዝኾነ ቅናሽ ትረኽቡ ትኽእል ስለ ትኽእሉ ብደንቢ ኣዋግዕዎ ሓሪፍ ዝኾነ ዋጋ እ፣ ምርካብ ትኽእሉ ኢኹም ማለት እዩ ካሊእ ድማ ንርኢ ወይ ቲቪ ስታንድ ዋጋ ኢና ንርኢ ማለት እዩ ቲቪ ስታንድ ኣብዚ ኸ ሰዓት ክንደይ እናተሰርሐ ይርከብ ልብል ምርኣይ ንቐፅል ማለት እዩ ስለዚ እዛ ትሪእዋ ዘለኹም እዛ ቲቪ ስታንድ እዚኣ ማለት እዩ ጎና ሜትሪ ሰማንያ እያ ስፍሕ ልበለት እያ እምበይ ካብዙይ ዓቑ ንቐንስ ስለበለት ካብ ሸውዓተ ሽሕ ሽዱሽተ ሽሕ ከባቢ ይሽወጥ እኒኦ እዩ እዚኣ ግን ዋጋኣ ሜትሪ ሰማንያ ኮይና ጎና ዋጋኣ ድማ ትሽዓተ ሽሕ ከባቢ እናተሰርሐት ትርከብ ማለት እዩ ወይ ድማ እናተሸጠት ትርከብ ማለት እዩ ዋጋኣ ክንደይ ትሽዓተ ሽሕ ናይ ቲቪ ስታንድ ማለት እዩ ቲቪኹም ካብ ኣብ መንዳቕ ትሰቐሉ ከምዚ ዓይነት ናይ ቲቪ ስታንድ መቐመጢ ገይርኹም ንገዛኹም ለ ምስ ናይ ሶፋኹም ቆንጆ ዝኾነ መልክዕ ክህብኩም ንኽእል ብትሽዓንተ ሽሕ ዋጋ ድማ እናተሰርሐ ይርከብ ናይ ቲቪ ስታንድ ማለት እዩ ካሊእ ድማ ንሪኦ ናይ ማእኸል ጠረጴዛ ኢና ንርኢ ማለት እዩ ማእኸል ጠረጴዛ ክንደይ ይስራሕ ኣሎ ልብል ድማ ንርኢ ተለና ዋግኡ ኣብ ዝኸ ሰዓት ብሸውዓተ ሽሒ ሓሙሽተ ሚእቲ ከባቢ እናተሰርሐ ይርከብ ማለት እዩ ከባቢ ሸሞንተ ሽሕ ለበለፅሑ እኒኦ እዮም ግን ተደራዲርኩም እስካዕ ሸውዓተ ሓሙሽተ ከባቢ እናቸጦ ይርከቡ ማለት እዩ። እዞም ናብ ማእኸል ጠረጴዛ እዚኦም ንገዛኹም ንመብልዕ ምግቢ ክኾን ይኽእል እዩ። ዝተፈላለዩ መቐመጢ ነገራት እትጥቀምሉ ትኽእሉ ናብ ማእኸል ጠረጴዛ ከባቢ 7500 እናቸጠ ይርከብ ማለት እዩ። ካሊእ ድማ እንሪኦ ናይ ኮስሞቲክስ ኢና ንርኢ። ናይ ኮስሞቲክስ ከም ትሪእዋ ዘለኹም እዚኣ ብጣዕሚ ቆንጆ ዝኾነ ስራሕ ፅፉፍ ዝኾነ ስራሕ ተሰሪሓ ንሓንቲ ሓፍትና ተላእኸላ እዩ ማለት እዩ። እዚ ትሪእዎ ዘለኹም ናይ ኮስሞቲክስ እዚ ዋግኡ ኣብ ዝኸ ሰዓት ከባቢ 15 ሽሕ እዩ። እናቸጠይርርከ ማለት እዩ ዋጋ ግን ካብዚ ትሰምዖ ኣለኹ ዋጋ እዚ መልዐሊ ዋጋ እዩ እምበይ ውሽጢ መስመር ከከም በዝሕኹም ትደልይዎና ከከም ትመርፅዎ ዲዛይን ዋጋ ፈላላይ ክፈጥር ሰልኽእል ማእኸላይ ለሎ ዋጋ ይነግረኩም ለለኹ ማለት እዩ እዛና ኮስሞቲክ እዚኣ 15 ሽሕ ተሰሪሓ ግን ብውሽጢ መስመር ግን ረኺኹም እንተስ ቀኒስኹም ድዩ እንተስ ተወሲኽኩም ሓሪፍ ዝኾነ ዕዳጋ ትረኹ ትኽእሉ ኢኹም ኣነጋግርዎ ዋጋ ብለይገድስ ማለት ብዙ መልዓሊ ዋጋ ኢኹም ትጥቀሙ ለለኩ ማለት እዩ ስለዚ እዚ መስል ናይ ፈርኒቸር ኣቑሑ ለሉ ዋጋ ማለት እዩ ስለዚ ምእዛ ዝኾነ ምግዛእቱ ልድዩስ ትደልዩ ሰባት ሃሊኹም ብውሽጢ መስመር ርካብ ትኽእሉ ኢኹም እዚ ናይ ፈርኒቸር ኣቑሑ ንሓድሽ ዓመት ክኾን ይኽእል እዩ ነሸንዳ ደስ ልብሉ ስራሕ ተሰሪሕኩም ንገዛኹም ምጥቃም ትድልዩ ሰባት ከዘለ ፈጢንኹም ሰብ ከይበዝሐ ሰብ ክበዝሕ ተሎ መብዛሕትኡ ግዜ ቶሎ ኢልኩም ናለይ ምትንጋድ ነገር ክትረኽቡ ስለትኾኑ ከዚ ፈጢንኹም ስልኪ ወሲድኩም ኣነጋግርዎ ሓሪፍ ዝኾነ ስራሕ ሓሪፍ ዝኾነ ነገር ምርካብ ትኽእሉ ኢኹም ማለት እዩ ስለዚ ሎም መዓንቲ ነበረኒ ፕሮግራም ገዚ ይመስል ኣብ ናጋ ፕሮግራመይ ወይ ድማ ኣብና ሶኒ ብሓድሽ ናይ ኣቑሑ ዋጋ ተመሊሰ ክመፀኩም እያ ኩልኹም ብከዚ ብተካእለለለ ላይክ ሼር ሰብስክራይብ ናገርኹም ንቻናል እዚ ንክዓቢ ኣስተዋፅኦኹም ሕይሉ የቐኔለይ ኣብ መወዳእታ እውን ለሕልፋ መልእኽቲ ተሃልያ ኣብ ከተማ መቐለ ካብ ሰብዓ ካሬ ጀሚሩ ክሳብ ክልተ ሚእቲ ኣርባዕተ ሚእቲ እስካብ ድማ ክልተ ሽሕ ኣርባዕተ ሽሕ ንምን ድርጅት ሰባት ትደልዩ ሰባት ኣሊኹም ብውሽጢ መስመር ርኸውኒ ዝተፈላለዩ ሸወጡ ገዘውቲ ኣብ ዝኾነ ሰዓት ኣብ ከተማ መቐለ እኒኦ እዮም ካብ ሰብዓ ካሬ ጀሚሩ ስለዚ ካብ ባዶ መሬት ዝተሰርሐ ወይ ድማ ኣህድም ለለዉ ገዛውቲ ትደልዩ ሰባት ሃሊኹም ብውሽጢ መስመር ፈጢንኩም ኣነጋጉርኒ ደስ ደስ ልሉ ገዛውቲ ንዓኻትኹም ብልመረፅኩሞ ከጋሊኩም ይኽእል እየ ማለት እዩ ስልኪ ኣብ ፕሮፋይል እኒኤኩም ወይ ድማ ኣብ ኮሜንት መጀመርያ ከቕምጠልኩም እየ ማለት እዩ